ሰላም ሰላም ተኸታተልቲ ዕቤት ሚድያ ሎማዓንቲ ድማ ናይ ጀርመን ወይ ምቕማጥ ኣብ ጀርመን ዝብል ቪድዮ ሒዘ መፅእ ኣለኹ መቸም ብዛዕባ ጀርመን ኣብ ዝተፈላለዩ ኣጋጣሚታት ኣብ ሶሻል ሚድያ ብዙሕ ክበሃል ኢና ንሰምዖ እዚ ግን ሓቂ ድዩ መበገሲኡ ከ እንታይ እዩ ኣብዛ ናይ ሎማዓንቲ ቪድዮ ነቶም ኣብዚ ዓዲ ዘለና ናብ ዕድላት ጠሚትና ክንሰርሕ ነቶም ናብዚ ዓዲ ናይ ምምጻእ መደብ ዘለና ወይ ዘለክን ድማ እንታይ ዓይነት ምድላዋት ክትገብራ ከም ዘለክን እንታይ ከም ዝጽበየኩምን ንምሕባር ዝተሰርሐት ቪድዮ እያ። ላይክ ብምግባር ናብ ካልኦት ከም ትበጽሕ ንግበራ። ኣብዛ ናይ ሎማዓንቲ ቪድዮ ነቶም ጎሊሖም ዝረኣዩ ኣሉታውያን ኣወንታውያን ነጥብታት ናይዚ ዓዲ ኢለ ጠቒሰዮም ኣለኹ። ኣቐዲመ ሰናይ ኣሉታውያን ጎንታት ወይ በዳህቲ ነጥብታት ኣብ ጀርመን ምቕማጥ ዝብሉ ክጅምር እየ። እታ ቀዳመይቲ ነጥቢ ኣቐሚጠያ ዘለኹ ቋንቋ እያ። ቋንቋ ናይ ጀርመን ምስ ናይ ዓድና ቋንቋ ወይ ምስ ቋንቋ እንግሊሽ ወላ ሓደ ዘተኣሳስር የብሉን። ኦኬ ምስ እንግሊሽ ኣልፋቤት ይመሳሰሉ እዮም። ካልእ ግን ወላ ሓንቲ ዘመሳስል የብሉን። ኣብ ኣደማምፁ ዲኻ ኣብ ገለ እዚ ድማ ንሰብ ኣብ መጀመርታ ናብዚ ዓዲ ምስ መፀ ኣዝዩ በዳሂ እዩ ማለት እዩ። ሰብ ብካልእ ትፅቢታት ሒዙ ኣብ ርእሱ ይመፅእ እሞ ኣብዚ ዓዲ መፅኡ ቀልጢፉ ስርሑ ክጅምር ወይ ድማ ቀልጢፉ እቲ ዘድልዮ ዓይነታት ትምህርቲ ወይ ዓውዲ ትምህርቲ ክመሃር ደሉ እሞ እዞም ዓዲ ግን ኣቐዲምካ ቋንቋ ክትዛረብ ከም ዘለካ እዮም ዝነግሩኻ እዚ እውን ቁኑዕ መንገዲ እዩ ምክንያቱ ውዒልካ ሓዲርካ ክትመሃሮ ስለ ዘለካ ኣብቲ መጀመርታ ምምፃእኻ ግን ምስቲ ንመፆ ጉዕዞ ማለት እዩ ጉዕዞ ናይ ስደት ኣዝዩ በዳህን ንሰባት ቀልጢፉ ዘሰንብዶምን ኢለ ዝሓስቦ ነጥቢ እዩ ማለት እዩ መፍትሒኡ ዳኣ እንታይ እዩ መፍትሒኡ ዓይንኻ ዓሚትካ ምኻድ እዩ ምምሃር እዩ ካልእ ወላ ሓንቲ መፍትሒ የብሉን ማለት እዩ በርከ ብቶርጅማንን ብገለን ክሳብ መዓስ ኢኻ ክትከይድ ካልእ ኣማራፂ የብሉን ግን ደሓን ብዝኾነ እቲ ናተይ ሓሳባት ብዛዕባ እዞም ዝገልፆም ነጥብታት ኣብ መወዳእታ ክዛረብ እየ ዝመስለኒ ግን ቋንቋ ኣዝዩ በዳህ እዩ እቲ ኣብ መጀመርታ ንሰብ ብዙሕ ፀገማት ዘስዕበሉ እዩ ኦኬ ጸገም ቋንቋ ናብታ ካልኣይቲ ጸገም ናይ ዝዓዲ ወይ ኣሉታዊ ጎኒ ኢለ ጠቒሰያ ዘለኹ እያ ትወስደና እሱ ድማ ናይ ቤት ጽሕፈታት ጸገም እዩ ወይ ናይ እዚ ቢሮክራቲ ማለት እዩ ናይ ቤት ጽሕፈታት ኣብዚ ዓዲ ንሓንቲ ጉዳይ ብፍላይ ኣብ መጀመርታ ኣብ ትሕቲ መንግስትን ኣብ ገዛ ናይ መንግስትን ነብስኻ ከይከኣልካ እንኮለኻ ደሞዝካ ካብ መንግስቲ እንዳተቐበልካ ገዛኻ እውን ኣብ ናይ መንግስቲ እንዳነበርካ እንኮለኻ ኣዝዩ ብዙሕ ዝኾነ ደብዳቤታት ኢኻ ትቕበል። እዚ ድማ ምስቲ ናይ ቋንቋ ጸገም ኣቐዲመ ዝበልኩዎ ኣዝዩ ኣዝዩ በዳህን ጸቓጥን እዩ ማለት እዩ። ዝሕግዙ ወለንታውያን ሰራሕተኛታት እኮ እንተለዉ ከምዚ ዓበይቲ ገለ ማለት እዩ፣ ግን ኣኻሊ ኣይኮነን። እቲ ደብዳቤታት ኩሉ ምስ ዘይለመድናዮ ናይ ዓድና ማለት እዩ። ኣነ ብነብሰይ ቤት ጽሕፈታት ዝኸድኩለን መዓልታት ዝቑጸራ እየን ኣብ ዓድና። ኣብዚ ዓዲ ግን ናይ ቤት ጽሕፈታት ወረቓቕቲ ኣብ መጀመርታ ብፍላይ ትድብደብ ኢኻ ምስቲ ኢንተርቪው ትዕደሞ ገለ መለ ገለ ሕጂ ቋንቋ ስለ ዘይብልካ ኣዝዩ ዘጨንቕን ንሰባት ብምሒር ነዚ ዓዲ ከጽልኦም ዝገብሮም እዩ ኢለ ዝሓሰብኩ ነጥቢ እዩ ማለት እዩ ወይ ጸገም ኢለ ኣሉታዊ ጎኒ ኢለ ጠቒሰያ ዘለኹ ድማ ጀርመናውያን ብተፈጥሮም ጸዋጋት እዮም ትብል እያ እዚ ከመይ እዩ መጀመርታ ኣብዚ ዓዲ ምስ ኣተኻ ምስቲ ዝመጸናዮ ሶሻል ላይፍ ምስ ዝመጸናዮ ሕብረተሰብ ኣብ ዝኾነ ጽርግያ ተራኺብካ ሰላም ትበሃል፣ ምስ ጎረባብትኻ ተዕልል ከምዚ ከምዚ። ኣብዚ ዓዲ ግን እቶም ዓዲ ብተፈጥሮም ጸዋጋት እዮም። ወላ ውሽጦም ሕጉሳት ኣለዉ ንበል ግን ብተፈጥሮም ጸዋጋት እዮም። መብዛሕትኡ ሰብ ዝብለካ ሓበሻ ዝዛረበሉ ነገር ተልዩ እንታይ እዮም ኣታ እዞም ዓዲ ጸዋጋት ገለ ኢኻ ትብል ማለት እዩ። ብተፈጥሮም ጸዋጋት እዮም። ቀሪብካ ክትዛረቦም ምስ ጀመርካ ገለ ካልእ እዩ ማለት እዩ። እዚ ኩሉ ሕጂ እንታይ ተርእዩና ምስ ምንታይ ምትእሳር ኣሎ ምምሃር ማለት እዩ። ቋንቋ ምምሃር ትቀርቦ እንተኾንካ ውን ቋንቋ የድልየካ እዩ ማለት እዩ። ስለዚ ናብዛ ዓዲ ዘይመጻና ዘለና ናብዛ ዓዲ ክንመጽእ ንሓስብ ዘለና ሰባት ቋንቋ ተተማሂርና ልዕሊ 60 ፐርሰንት ናይቲ ቻለንጅ ሓሊፍናዮ ኣለና ማለት እዩ። ኣብዚ ዓዲ ድላይና ክንገብር ንኽእል ኢና። ድላይና ኮቲ ዘይበልኩ ግን ዓቢ ዕድላት ኣለና ማለት እዩ። ስለዚ ብተፈጥሮም ጸዋጋት እዮም እቲ ሶሻል ላይፍ ከም ናይ ዓድና ኣይኮነን እዚ ድማ ንመብዛሕትኡ ሓበሻ ወይ ኤርትራውያን ቻሌንጅ ይኾነና ማለት ጸገም ወይ ብድሆ ድማ ንመብዛሕትኡ ሓበሻ እቲ ትንክፎ ወይ እቲ ምልከቶ እተጨንቖን እትጸቕጦን ኣብዚ ዓዲ ጉዳይ ፕሮሰስ እያ ፕሮሰስ ናይ ጀርመን ምስተን ካልኦት ኣህጉር ናይ ኤውሮጳ ኣወዳዲርካ ብጣዕሚ ነዊሕ እዩ ዝወስድ ማለት እዩ መበገሲኡ እኮ ክገልጾ ኣይክእልኒ ኣነ ከም ዝመስለኒ ኣብቲ ሕግታት ናቶምን ኣብቲ ኦፊሳት ናቶምን ኣብቲ ቤት ጽሕፈታትን ግዜ ስለ ዝወስድ እየ ዝብል ኣብ መጀመርታ ግን ንዓይ ከም ዝመስለኒ ነብስኻ ከይከኣልካ ቋንቋ ዳተመሃርካ ትእትዎ ወረቓቕቲ ብፍላይ መጀመርታ ኣብዚ ዓዲ ምስ ኣተና ዘእተውዎ ማለት እዩ እቲ ቀዳማይን እቲ ካልኣይ ዓመትን ነብስኻ ስለ ዘይከኣልካ ስቕ ኢሎም ንድሕሪት ዝመጥዎ ኮይኑ እዩ ዝስምዓኒ ማለት እዩ ምክንያቱ እቲ ንዓኻ እንዳኸኣሉኻ ነቲ ተምፆ ሰብ እውን ክኽእልዎ ስለ ዘይደልዩ ስጋብ ነብስኻ ትኽእል ስጋብ ስራሕኻ ትሕዝ ስጋብ ወረቐትካ ዝፃረ ስቕ ኢሎም ንድሕሪት እንዳመጠጡ ግዜ ይወስዱልካ እሱ ኮይኑ እዩ ዝስምዓኒ ብዝኾነ ክትቅይሮ ዘይትኽእል ነገር እንተደኣ ኾንካ፣ ናብዚ ዓዲ ምምጻእካ ዘይተርፈካ ግዜ ወሲዱን ሓጺሩን ነዊሕን ማለት እዩ፣ ወላውን እኮ ነቲ ተጸባዩ ኣዝዩ ከቢድ እንተኾነ፣ እቶም ኣብዚ ዘለዉ ኣብ ነብስና ምስራሕ፣ ብኔው ዘለዉ እውን ከምኡ፣ ቋንቋ ምምሃር ማለት እዩ፣ ዘለኽን ዘለዉን ቋንቋ ብምምሃር ኣብዚ ዓዲ መጺኻ እቲ ዝዓበየ ጸገማት እቲ ኣቐዲምና ዝገለጽናዮ ናይ ቋንቋ ጸገም፣ ናይ ቤት ጽሕፈታት ጸገም መጺኻ እቲ ቻለንጅ ቋንቋ ስለ ትኽእል ክሰግሮ ትኽእል ኢኻ ስለዚ እቲ ግዜ ክትጥቀመሉ ክትክእል ኣለካ ማለት እዩ ኣብ ኣፍሪቃ ዘለኻ እቶም በዚ ዘለዎ ድማ ኣብ ካልኦት ነገራት ምምሃር ኣብ ሞያ ድዩ ወላስ ትምህርቲ ምቕጻል ድዩ ወላስ ኣብ ነብስና ምስራሕ ማለት እዩ ስለዚ እቲ ግዜ ክትጥቀመሉ ክትክእል ኣለካ ኩሉ ግዜ ኣብዚ ቻነል ዝብሎ ነገር ተልዩ ኣብቲ ትኽእሎን ኣብቲ ዘለካን ኣበርቲዕኻ ክትሰርሕ ክትክእል ኣለካ ኣብቲ ትቕይሮ ኣተኪርካ ክትሰርሕ ክትክእል ኣለካ ምክንያቱ ኩሉ ግዜ ኣብ ዘይትቕይሮ ነገር ድሕሪ ኣተኪርካ ትሰርሕ ኮንካ ወይ ጠመተኻ ናብኡ ጥራይ ተጌርካዮ ልክዕ ከምዚ ግዳይ ዝኾንካ ኮይኑ እዩ ዝስማዓካ ኣብ ነብስኻ ማለት እዩ ክትቅይር ኣይትኽእልን ኢኻ ግዳይ ናይ ግዳይነት ዝኾነ ስምዒት እዩ ዝመላለሰካ ማለት እዩ ስለዚ እዚ ፕሮሰስ ዝብል ነገር ሓደ ግዜ ኣብ ኣፍሪቃ ገሸሉ ኣብ ዝነበርኩነ ግዜ ሲ ሓደ ታይ ኢልኒ ነዘን ኣብዚ ዓዲ ዘለዋ ኣብ ጀርመን ዘለዋ ሰብኡተን ሲ ወይ ፕሮሰስ ናይ ጀርመን ዝጽበያ ኣንስቲ ስውኣት ኢልና ኢና ንጽውዐን ኢልኒ ማዕረ ክንዚ ዝኸደ እዩ ማለት እዩ ስለዚ ወላ እቲ ናይ ሶሻል ሜድያ ሃይፕ ከ ኣሎ ብዛዕባ ጀርመን ዝግበር ኩሉ ግዜ ቪድዮታት ማለት እዩ ነቶም ኣብዚ ዓዲ ዘይመጻኹም ዘለኹም ማዕረ ክንዱ ይኮነን ኣይትሰምዱ ወይ ኣይትሰንብዳ ጥራይ እቲ ዘድሊ ምድለዋት ቀንዲ ከኣ ቋንቋ ማለት እዩ ክትመሃር ኣለካ ወይ ክትመሃር እቲ ኣብ ሓምሻይ ነጥቢ ኣቐሚጠዮ ዘለኹ ብድሆ ወይ ድማ ጸገም ናይዚ ዓዲ ኢለ ኣቐሚጠዮ ዘለኹ ድማ ጸገም ዓሌትነት እዩ ኣብዚ ዓዲ ናይ ሕብሪ ልክዕ ከምተን ካልኦት ሃገራት ኤውሮጳ ናይ ሕብሪ ጸገም ስለ ዘለና ናይ ቋንቋ ሓደሽ ምዃንካ ስደተኛ ምዃንካ ምስ ሬፊጂ ምዃንና ማለት እዩ ዓሌትነት የጋጥመካ ይሕልፍ ሕልፍ ኢሉ ኣብ ገሊኡ ዞባታት ድማ ብብዝሒ እዚ ኣርእስቲ ዓሌትነት ግን ኣብዚ ግዜ እዚ ብፍላይ ክሪኦ እንከለኹ ካብቶም ኣብ ጀርመናውያን ማለት እዩ ነንሕድና እቶም ሓበሻ ወይ ኤርትራውያን ንገብሮ ዓሌትነት ወይ ድማ ነሪኦ ባህርያት ይገድድ ኮይኑ ይስማዓኒ ስለዚ እዚ ዓሌትነት ትብል ኣርእስቲ ንጀርመናውያን ወይ ነቶም ጻዓዱ ክንህቦም ጥራይ ዝግባእ ኣይመስለንን ነብስና ክንፍትሽ ከም ዘለና ኮይኑ ይስማዓኒ ንዓይ ማለት እዩ ስለዚ ዓሌትነት እቲ ሓደ ጸገም ኢለ ገሊጸዮ ኣለኹ ምክንያቱ ኣብ ስራሕን ኣብ ዝተፈላለዩ ኣጋጣሚታትን ሕልፍ ሕልፍ ኢሉ ስለ ዘጋጥመካ ዘለኹ ነጥቢ ድማ መራኸቢ ብዙሃን እዩ እዚ ድማ በቶም ኣብዚ ዓዲ ዘለዉ ድም ካብዚ ዓዲ ዝወፁ ወይ ኣብዚ ዓዲ ዝነበሩ እሞ ዝኾዱ ሰባት ወይ ካብዚ ዓዲ ወፃእ ዝነብሩ ሰባት ዝግበር ነገራት እዩ ቪድዮታት እዩ ወይ ኣብ ኢንተርነት ዘለዎ ቪድዮታት እዩ ናይ ጀርመን እንዳበልካ ዝግበር ቪድዮታት ማለት እዩ እዚ ድማ ነቲ ብዛ ዓዲ ዘይቅመጥ ሰብ ኣዝዩ ኣሰንባድን ናብዚ ዓዲ ክመፅእ ሰሓቢ ዘይገብሮ ነገራት እዩ ማለት እዩ ምስ መብዛሕትኦም ሰባት ብፍላይ ካብዚ ዓዲ ወፃእ ዘለዎ ክትዕልል እንከለካ ናይ ጀርመን ፅሉላት እንዲኹም ገለገለ እዮም ዝብሉካ ማለት እዩ እዚ ድማ እቲ ሪኦሞ እኮ ኣይኮንን ግን እቲ ናይ ሶሻል ሚድያ ዝግበር ነገራት እዩ ደሓር ከኣ ክንዕዘብ ክንክእል ኣለና። ሓደ ሰብ ካብዚ ዓዲ እንተደኣ ወጺኡ እዚ ዓዲ ብጣዕሚ ሕማቕ ከም ዝነበረ እንተደኣ ይዛረብ ኣሎ እቲ ሰብ ኣብዚ ዓዲ እንከሎ እንታይ ዓይነት ህይወት ነይርዎ ኢልካ ክትሓስብ ክትክእል ኣለካ። ኩሉ እቲ ሰብ ዝብለካ ክትኣምን የብልካን ማለት እዩ። ኣሎ ድዩ ሕማቕ? ያ ከም ኩሉ ህይወት ማለት እዩ። ጽቡቕ ነገራት ከኣ ኣሎ ድዩ? እዎ ድሒርና ክንዛረበሎም ኢና ኣብዛ ቪድዮ። ግን ንመን ንዕዘብ ኣብ ሾሻል ሜድያ ክንፈልጥ ክንክእል ኣለና። እዚ ድማ ኣብ ሰባት ዓቢ ጽልዋ ዘለዎ ጸገም እዩ ኢለ ገሊጸ ኣለኹ ማለት እዩ። ቀሚጥያ ዘለኹ ኣወንታዊት ነጥቢ ወይ ድማ ዕድል ኢለ ቀሚጥያ ዘለኹ ዕድል ናይ ትምህርቲ እዩ። ኣብ ሃገረ ጀርመን ከከም ዓቕምኻ ስታዲ ዲኻ ክትገብር ትደሊ ትምህርቲ ክትቅጽል ማለት እዩ ወላስ ሞያ ተማሂርካ ቀልጢፍካ ስራሕ ክትጅምር ሙሉእ ናይ ናይ ትምህርቲ ዕድላት ወይ ድማ ዳርጋ ሙሉእ ዝኾነ ናይ ትምህርቲ ዕድላት እትህብ ሃገር እያ። መብዛሕትኡ ግዜ ከማን ንክትረኽቦ ምሕታትን ቁሩብ ኣብተን ሓገዝቲ ትካላትን ምኻድን እዩ ዘድልየካ። ጽባሕ ንግሆ ውን ፋሚሊ ክትገብር ቆልዑት ክትወልድ ኣብዚ ዓዲ መደብ ተተኣልይካ ከከም ዓቕሞም ጽባሕ ንግሆ ደቅኻ ውን ኣብቲ ዝበለጸ ትምህርቲ ክመሃሩ ዕድል ኣለዎም። ስለዚ እቲ ናይ ትምህርቲ ዕድል ክትመሃር ትደሊ እንተደኣ ኮንካ ናይ ምምሃር ሸውሃት እንተደኣ ኣለካ ኣብዚ ዓዲ ክትረኽቦ ትኽእል ኢኻ። እቲ ወሳኒ ነገር ግን የስ ስጋብ ሕጂ ማለት እዩ እቲ መሰረታዊ ነገር ኣቐዲምካ ቋንቋ ክትመሃር ክትክእል ኣለካ። ስለዚ መብዛሕትኡ ግዜ ካብታ ምምሃር ትብል ቃል መቸም ክንርሕቕ ኣይንኽእልን ኢና። ስለዚ ወላ እውን እቲ ሞያ ክትመሃሮ ትደሊ እቲ ስታድ ክትገብሮ ክተጽንዖ ደሊኻ ዘለኻ ዓይነት ዓውዲ እውን ቋንቋ የድልዮ እዩ ማለት እዩ። ስለዚ እቲ እቶም ደለዉ ምርጫታት ናይ ናይ ሞያታት መወዳእታ የብሎምን መወዳእታ የብሎምን ደሊኻ ደለኻ ዓውዲ ክትፈልጦ ክትክእል ኣለካ ምናልባት መጀመርታ ኣብዚ ዓዲ ምስ መፀት ሓበሻ ኣብዚ ዓዲ ምስ ኣተና ኩላትና ማለት እዩ ካብ ነብሰ ጀሚርካ እንታይ ንደሊ ኣበየናይ ክነድምዕ ንኽእል ኣይንፈልጥ ኢና ነርና ስለዚ መብዛሕትኡ ሰብ ሃንጎፋ ኢሉ ሞያ ናይ ሞያ ቦታ ረኺበ ኢሉ ዝተምሃረ ወይ ድማ ስታዲ ዝገበረ ኣሎ ደስ ዘይብሎ ሞያ ኮይኑ ዝፀንሐ ኩሉ ግዜ ግን ክትቅይር ትኽእል ኢኻ፣ ስዊች ክትገብር ትኽእል ኢኻ ማለት ዝኾነ ዓይነት ዓውዲ ወይ ዝኾነ ዓይነት ሞያ። ስለዚ ናይ ትምህርቲ ዕድላት ኣለካ ኣብዚ ዓዲ ክትመሃር ድሌት ሸውሃት እዛ ናይ ትምህርቲ ዕድል ትብል ነጥቢ ዳይሬክት ናብ ምንታይ እያ ትመርሓና ተማሂርካ ከ ስራሕ ትረክብ ዲኻ ኣይትረክብን ኢኻ የስ ትረክብ ኢኻ ሓደ ሓደ ሰባት ዘይክሰማምዑላ ይኽእሉ ይኾኑ እዮም መብዛሕትኡ ግዜ ከማን ኣብታ ዝተመሃርካላ ሞያ ኣብቲ ዝተመሃርካሉ ካምፓኒ መብዛሕትኡ ግዜ ንፉዕ እንተደኣ ኾንካ እቲ እሶም ዝደልይዎ ዓይነት ሓያል ጎንታት ተንጸባርቕ ተዘኣ ኾንካ ዳይሬክት ድሕሪ ትምህርትኻ ምስኦም ስራሕ ክትጅምር እዮም ዝደልዩ ምክንያቱ ኣብዚ ዓዲ ካብ ዓመታት ኣትሒዙ ሕጂ እውን እንዳበርትዐ ዝቕጽል ዘሎ ናይ ሰራሕተኛታት ዋሕዲ ትሳቐ ሓንቲ ካብቲ ብናይ ሰራሕተኛታት ዋሕዲ ትሳቐ ዘላ ሃገር እያ ምክንያቱ ህዝባ እንዳኣረገ ስለ ዝኸይድ ዘሎ ስለዚ ተማሂርካ ዕድል ትረክብ ዶ ናይ ስራሕ ዝብል ሕቶ ተደኣ ኮይኑ እወ ትረክብ ኢኻ መብዛሕትኡ ግዜ ከማን ኣብ ስራሕ ምስ ጀመርካ ዓበይቲ ካምፓኒታት ትረኣ ኮይነን ናይ ሚትኣርባይተር ሹትስ ዝበሃል ኣሎ ኣብ ትሕቲ ጊቨርክሻፍትን ገለን ዝተዓቆብካ ኢኻ ማለት እዩ ስቂሉ እቲ ናትካ ኣስራሒ ከም ተን ገለ ሃገራት ዝሓለፍናየን ማለት እዩ ኣብ ስደት ድላዩ ክገብረካ ኣይክእልን እዩ ኣብ ድላዩ ክሰጎካ ኣብ ድላዩ ከምጻካስ ኣይክእልን እዩ መብዛሕትኡ ግዜ ማለት እዩ እዚ ግን ካብ ዞባ ናብ ዞባ ካብ ካምፓኒ ናብ ካምፓኒ ይፈላለ እዩ ንኣብነት ኣብዚ ኣነ ዝነብረሉ ዞባ እተን ዓበይቲ ዓንተር ዝበሃላ ናይ ኢሮጳ ወይ እውን ብዓለም ዝዋደራ ናይ መካይን ኢንዱስትሪታት ዝስርሓሉ ከባቢ ከባቢ እየ ዘለኹ ኣዝዮም ብዙሓት ኤርትራውያን ንፉዓት ኤርትራውያን ኣብኡ ከም መራሕቲ ኮይኖም ከማን ዝሰርሑስ ኣለዉ እዮም ስለዚ ናይ ስራሕ ዕድላት ኣሎ እዩ ንስኻ ግን ኣበይ ትደሊ ኣብ ዕድላት ጠሚትካ ክሰርሕ ኣለካ እያ ክላ ስለዚ እሱ እቲ ወሳኒ ነገር ሕጂ ኩሉ እቲ ተዓዚብናዮ ኩሉ ኣብ ነብስናይ ማለት እዩ ናብ ምንታይ ንጥምት ኣበይ ንደልዮ ንመን ንሰምዕ እሱ እቲ ወሳኒ ነገር ስለዚ ናይ ስራሕ ዕድላት ድማ ኣዝያ ኣገዳሲት ነጥቢ ነጥቢ ወይ ኣርእስቲ ጥዕና እያ ጥዕና ኣብዛ ዓዲ እቲ ናይ ጥዕና ሲስተም ማለት እዩ ብጣዕሚ ፅቡቕ እዩ ምስ ካልኦት ሃገራት ተወዳድሮ ከለኻ ማለት እዩ ኩሉ ሰብ ኣብ ትሕቲ ናይ ጥዕና ኢንሹራንስ ዝኣተወ እዩ ማለት እዩ እንተስ ብፕሪቫት ድዩ ወላስ ብመንግስቲ ማለት እዩ ግድን ክትኣቱ ኣለካ ሕጊ እዩ ኣብዚ ዓዲ ስለዚ ንስኻን ደቅኻን ፋሚልኻን ፅባሕ ንጎ ትሰርሖ ምናልባት ስድራን ኩሉ ግዜ ብጥዕና ዝተዓቀብካ ኢኻ ማለት እዩ እዚ ድማ ሓደ ካብቲ ፅቡቕ ዝገብሮ ነገር እዩ ምናልባት ንኣሹ እንኮለና እዚ ናይ ጥዕና ርእስቲ ብዙሕ ዘይከገድሰና ይኽእል ይኸውን እዩ ጽባሕ ንግሆ ግን እንዳ ዓበኻን እንዳ ኣረግካን ክትከይድ ኮለኻ ንሕማማት እንዳ ተቓላዕኻ ስለ ትኸይድ እቲ ጥዕና ዝብል ኣርእስቲ ኣዝዩ ወሳንን ኣገዳስን እዩ። ስለዚ እቲ ናይ ጥዕና ሲስተም ናይዞም ዓዲ ብጣዕሚ ጽቡቕ እዩ። ደሓር ከኣ ነዞም ኣብዚ ዓዲ ዝመጻና ረፊጂ ማለት እዩ ንዝነበረና ሕማማት ንገለ ክነመስግን ክንክእል ኣለና ንመብዛሕትኡ ሰብ ሓጊዞሞን ክሓዊ ተጌሩን እዩ ማለት እዩ። ቀፂሉ ዝስዕብ ነጥቢ ነጥቢ ቁጠባ እዩ። ኣብዚ ግዜ እዚ መቸም ሰርች ኣብ ንገብረሉ ግዜ ድሕሪ ኣሜሪካን ቻይናን ንጃፓን ገምጢላ ኣብ መበል ሳልሳይ ደረጃ እትስራዕ ሃገር ሃገረ ጀርመን እያ። ወላ እውን እኮ በዚ ኩሉ ሶሻል ሚዲያ ንሪኦ ናይ ጀርመን እንዳተባሃለ ዝግበር ነገር ዝእመን ነገር ተዘይኮነ ሃገረ ጀርመን ግን ኣብ ሳልሳይ ደረጃ እያ ትስራዕ ብቁጠባኣ ማለት እዩ። እዚ ድማ ቁጠባዊ ዕቤት ናይዛ ሃገር ኣብ ዝሓለፈ ዓመታት እዩ ዘርእየካ። ስለዚ ንፈልጦ ኢና ኣብዚ ዓዲ ንቕመጥ ማለት እዩ ማዕረ ክንደይ ይህነፅን ማዕረ ክንደይ ይስራሕን ማለት እዩ። ስለዚ እንታይ እየ ክብል ደልየ ዕድላት ተደኣ ኣለካ፣ ፅቡቕ ሓሳባት ተዘኣ ኣለካ ኣብዚ ዓዲ ናይ ብሓቂ ክትዓቢ ትኽእል ኢኻ። ነቶም ናብዚ ዓዲ ዝመጹ ድማ ከምቲ ኣቐዲመ ዝበልክዎ ናይ ቋንቋ ምምሃር ቋንቋ ክንምሃር ክንክእል ኣለና ኣቐዲምና ማለት እዩ እሱ ጽቡቕ መሰረት እዩ ነቲ ናይ ሕልምና ስራሕ ክንሰርሖ ወይ ድማ እቲ ደለናዮ ዕላማ ንክንበጽሕ ማለት እዩ። ዘለኹ ነጥቢ ድማ መዘናግዒ ማእከላት ወይ ድማ ሾሻል ላይፍ ናይ ጀርመናውያን እዩ። ንሕና መብዛሕትኡ ግዜ ከምዚ እቲ ሶሻል ላይፍ ከምዚ ተኣኪብካ ኣብ ሓደ እንዳ ባር ወይ ኣብ ገለ ሬስቶራንት ወይ መዘናግዒ ማእኸል እንዳ ሓበሻ ጥራይ ዝመስለና። እቲ ጸገም እንታይ እዩ ኣይንኽፈትን ኢና ንሓደሽቲ ነገራትሲ ክፉታት ኣይኮናን። እምበር ኣብዚ ዓዲ ንኣብነት እዞም ዓዲ ክትላለዮም እንተደኣ ኮንካ ወይ ምስ ሰብ ኔትዎርኪንግ ክትገብር እንተደኣ ኮንካ መብዛሕትኡ ግዜ ኣብ እንዳ ስፖርት እዩ እቲ ዝበለጸ። እንዳ ስፖርት ክብል ከለኹ ንኣብነት ጂም ጥራይ ዘይኮነስ ኩዕሶ ምጽዋት ድዩ ቮሊቦል ምጽዋት ከምኡ ዝኣመሰሉ ነገራት ማለት እዩ ስለዚ ኣብኡ ምስ ሰባት ክትራኸብ ትኽእል ኢኻ እቲ ሶሻል ላይፍ ናቶም ድማ ኣብኡ እዩ ምክንያቱ ብዛዕድ ንፈልጦ ኢና ማዕረ ክንደይ ናይ መዘናግዒ ማእኸላት ኣሎ መዘናግዒ ማእኸላት ክብል ከለኹ ባራት ውን ገልን ዘይኮነሲ እቲ ስፖርታዊ ንጥፈታት ዝካየደሉ መዘናግዒ ማእኸላት ማለት እዩ እቲ ከም ሆቢ ትገብሮ ነገራት ስለዚ ንውፃእ እቲ ናትና ሆቢ ምስ ሰባት ኬድና ግድና ብሓበሻ ጥራይ ዘይኮነሲ ወላ ኣብ ከባቢና ዘለዉ ጸዓዱን ጀርመናውያን ማለት እዩ ስለዚ እቲ ሾሻል ላይፍ ናቶም ከምኡ እዩ ደሓር ከኣ እቲ ሃገር ከኣ ከም ኩሉ ኢሮጳ ማለት እዩ ብጣዕሚ ለምለም እዩ ክንወጽእ ንኽእል ኢና እቲ ባህርያዊ ጸጋታት ካባና እውን ርሑቕ ኣይኮነን ኣብኡ እንተ ከድካ እውን ትሕደስ ስለ ዝኾንካ ስለዚ ክንወጽእ ክንክእል ኣለና ማለተይ እዚ ከም ጽቡቕ ጎኒ ወይ ከም ሓያል ጎኒ ጠቒሰ ኣለኹ ምክንያቱ ጀርመናውያን ስፖርት ብጣዕሚ እዮም ዝፈቱ እዞም ተቐመጥ ናይዚ ዓዲ ንፈልጦ ኢና ማለት እዩ ስለዚ ክንወፅእ ክንክእል ኣለና ኣብኡ እውን ኮኔክት ክትገብር ስለትኽእል እንታይ ኣምፂኻ እዩ ሕጂ ሓንቲ ዛንታ ኣላ ካብ ሓደ ለባም ሰብ ኣንቢቦዋ ይመስለኒ ዝሰማዕኹዋ ኣነ ማለት እዩ ዘዕለለኒ እንታይ ኢሉ ክልተ ገያሾ ናብ ሓደ ዓዲ ከይዶም ነቲ ተቐማጢ ኣብኡ ዝፀንሖም ሓደ ሰብኣይ ድማ ስማዓኒ እስከ እዚ ዓዲ ከመይ እዩ ኢሉ እቲ ቀዳማይ ሓቲትዎ እቲ ሰብኣይ ድማ ሓደ ለባም ዝኾነ ሕቶ ሓቲትዎ እንታይ ኢልዎ እቲ ዝመጽኻሉ ሃገር ወይ እቲ ዝመጽኻሉ ዓዲ ከመይ ኢልዎ እሱ እቲ ቀዳማይ ድማ ቧዕ ኔቦሎ ኔቦሎ እቲ ዝመጻኹሉ ዓዲ ራሲስት እዮም ከም ገለ እዮም ጨዋጋት እዮም ወርሓንቲ ስራሕ የብሉን ብምባል ተዛሪቡ ማለት እዩ እቲ ሰብኣይ ከዓ እዚ ዓዲ እውን ንዓኻ ከምኡ ኢልዎ እቲ ካልኣይ ድማ ቧእ እዚ ዓዲ ከመይ እዩ ኢሉ ሓቲትዎ። እቲ ሰብኣይ ድማ እታ ሓደ ዓይነት ሕቶ ሓይትዎ ማለት እዩ። እቲ ዝመጻኻሉ ዓዲ ከ ከመይ እዩ ኢሉ ሓቲትዎ ነቲ ካልኣይ እውን። እሱ ከዓ እቲ ዝመጻኹሉ ዓዲ ብጣዕሚ ጽቡቕ እዩ፣ ወይዘሩ ደስ ዝብለካ፣ እቶም ህዝቡ ጥዑማት እዮም፣ ሓደ ሓደ ኣለዉ ከም ገለ ዝኾኑ እምበር ከምኡ እዩ በቃ ጽቡቕ እዩ እቲ ዓዲ፣ ጽቡቕ ናብራ እዩ ዘለዎ። እሱ ከዓ እቲ ሰብኣይ እዚ ዘለኻዮ ዓዲ እውን ከምኡ እዩ ኢልዎ። ስለዚ ኩሉ ግዜ ናብ ምንታይ ንምልከት ናብ ምንታይ ጠሚትና ንሰርሕ ወይ ድማ ፎከስ ናትና ናብ ምንታይ ንገብሮ ኣባና እዩ ዝውክል ኣብ ናትና ርእሰ ምትእማን ሰሪሕና ቋንቋ ተማሂርና ነቲ ናይ ሕልምና ህይወት ደኣ ንሃድኖ ኣለና ክንዕወት ንኽእል ኢና ከም ዝተዓዘብናዮ ኣብታ ሳልሳይ ዝዓበየ ቁጠባ ዘለዋ ሃገር ክንዕወት ተዘይክኢልና ኣነ እውን ኣይፈልጥን እንታይ ኣበይ ከድና ክንዕወት ኢና ማለት እዩ ስለዚ ነዛ ቪድዮ እዚኣ ነዞም ኣብዚ ዓዲ ዝቕመጡ ትፈልጥዎም ሸር ግበሩሎም ናብዚ ዓዲ ንክመፁ ኣብ ምድላት ዘለዎ እውን ማለት እዩ ላይክ ምምግባር ናብ ካልኦት ከም ትበፅሕ ንግበራ ስጋብ ኔክስት ቪድዮ ቻው ቻው ሰሰናዩ